ነዚ ዛንታ ቅድሚ ምጅማረይ ሓንቲ ሕቶ ከልዕል። ሓደ እትፈትውዎን እትከታተልዎን ፍሉጥ ቲክቶከር ኣብ ቀጥታዊ ፈነው ክቕተል እንተትርእዩ እንታይ ምገበርኩም መስለኩም? እንታይ ዓይነት ስምዒት ከም ፈጠረልኩም? መልስኹም ኣብ ኮሜንት ክትጽሕፉለይ ይጽበ። ናብ ናይ ሎሚ ዛንታ ክሓልፍ። ቫሌርያ ማርኬዝ ብዕለት ዕስራን ሰለስተን ለካቲት ክልተ ሽሕን ክልተን ዓመተ ምህረት ኣብ ከተማ ጓዳላሃራ ሜክሲኮ እያ ተወሊዳ። ኣዲኣ መምህር ክትከውን ከላ ኣቦኣ ድማ ናይ ፈጠራ ስራሕ በዓል ሞያ ነይሩ። ቫሌርያ ካብ ንእስነታ ጀሚራ ምስኣ ዝዓበየ ሞዴልን ፋሽንን ናይ ምዃን ባህጋ ናይ ምስራሕ ባህጊ እናዓበየ ምስ ከደ ኣብ መበል 16 ዕድሚያ ናይ ሞዴሊንግ ስራሕ ጀሚራ። ብመጀመርያ ሲቪዮ ቫኒዳድ ንዝተባህለ ናይ ሜክሲኮ ትካል ኣልባሳት ንምፍላጥ ተሰማሚዓ ስራሓ ጀመረት። ጽብቕቲ፣ ብነብሳ ትተኣማመን ዝነበረት ቫሌርያ ኣብ ክልተ ሽሕን ዕስራን ሓደን ሚስ ፌስ ኣብ ዝበሃል ውድድር ጽባቐ ብምዕዋታ ስም ክትረክብ ጀሚራ ነበረት። ካብ ሽዑ ጀሚራ ኣብ ቲክቶክ፣ ኢንስታግራም ክትሰርሕ ጸኒሓ። ብሓቂ ድማ ክትዕወት ጀመረት። ኣብ ቲክቶክ ልዕሊ ክልተ ሚእትን ዕስራን ሽሕ ተኸታተልቲ፣ ኣብ ኢንስታግራም ድማ ልዕሊ ሚእቲ ሽሕ ተኸታተልቲ ነይሮማ። እዚ ቁፅሪ ድሕሪ ሞታ ከም ዝወሰኽ ይሕበር። ኣብ ትጥቀመሎም ዝተፈላለዩ ናይ ማሕበራዊ ሚድያ ገጻት እውን ኣብ ጽባቕን ቁንጅናን ዘተኮሩ ቪድዮታት ከምኡውን ምስ ፋሽን ዝተኣሳሰሩ ምኽርታት እናቕረበት ንተኸታተልታ ተብጽሕ ነይራ። ናይ ሞዴሊንግ ስርሓ እናሰርሐት እኳ እንተነበረት ሓኪም ስኒ ናይ ምዃን ልዑል ባህጊ ስለ ዝነበራ ናይ ስኒ ሕክምና ትምህርቲ ትምሃር ነይራ። እንተኾነ ግን በቲ ሽዑ ዝነበራ ናይ ስራሕ ምጭንናቕ ግዜ ምስኣንን ነቲ ትምህርቲ ንግዚኡ ብምቁራጽ ሙሉእ ብምሉእ ኣቓልቦኣ ናብ ስርሓ ገይራ ኣብ ዝተፈላለዩ ናይ ሙዚቃ ቪድዮ ክሊፓት ብምስራሕ ተፈላጥነታ እናወሰኸ መጺኡ። ቫሌርያ ኣብ ክልተ ሽሕን ዕስራን ሰለስተን ዓመተ ምህረት ብሉሱም ዘ ቢዩቲ ላውንጅ ዝተባህለ ናይ ቁንጅና ሳሎን ከፊታ፣ እዚ ናይ ቁንጅና ሳሎን እዚ በቲ ቫሌርያ ዝነበራ ተፈላጥነት ናይ ማሕበራዊ ሚድያ ጽልዋን በቲ ዝህቦ ናይ ሜክኣፕ ናይ ቆርበትን መልክዕን ምክንኻን መርዓውትን መርዓውን ናይ ምምሻጥን ምጽብባቕን ስራሕ ብዙሕ ዓማዊል ክተፍሪ ክኢላ ነይራ። ኤሪካ እትበሃል ናይ ቁንጅና በዓልቲ ሞያ ብምቁጻር እቲ ሳሎን ንኣዋርሕ ብጽቡቕ ምንቅስቓስ ክቕጽል ጀሚሩ። ብዕለት 14 ግንቦት 2025 ቫሌርያ ኣብ ናይ ስራሕ ቦታኣ ኮይና ኣብ ቲክቶክ ቀጥታዊ ፈነወ ብምእታው ምስ ተኸታተልታ ተዕልል ነበረት ኣብ ገጻ ዝኾነ ምቾት ዘይምህላውን ናይ ምርባሽ ስምዒትን ይንበብ ነይሩ ሓደ ሰብ ቅድም ኢሉ ንሳ ኣብ ዘይነበረትሉ ሰዓት ሓደ ህያብ ክህባ ከም ዝፈተነን ስለ ዝሰኣና ድማ ተመሊሱ መፅኡ ከም ዝህባን ከም ዝነገራ ነቶም ዝርእዋ ዝነበሩ ትነግሮም ነበረት ቫለርያ ካብ ልሙድ ወጻኢ ብዝኾነ መንገዲ ውሽጣዊ ምርባሽ ዝኸፍአ ነገር ይመጽእ ከም ዘሎ ኣቐዲሙ ዝተረድኣ መስል ነይሩ። ኣብ ገጻ ዝረኣ ዝነበረ ጭንቀት እናወሰኸ ብምምጽኡ ሕጂ ክኸይድ ኣለኒ ኢላ ትዛረብ። እንተኾነ ግን ቪቭያን ዝስማ ሰራሕተኛ ንሳውን ተጽዕኖ ፈጣሪት ዝኾነት መሓዝኣ ንቫለርያ ክትጸንሕ ትጉስጉሳ። ድሕሪ ቁሩብ ግዜ ድማ ክልተ ኣወዳት ብሞተር ሳይክል መጺኦም ኣብ ኣፍደገ እቲ ትካል ደው ኣቢሎም ከባቢኦም ሪኦም ግን ይኸዱ። ቫለርያ ንተኸታተልታ ስለምንታይ ደኣ ነቲ ህያብ ዘይገደፍዎ? ኢላ ትሓቶም። ቀጺላ ድማ ብዋዛ እንታይ ደኣ ክጨውዩኒ ድዮም ሓሲቦም ወይስ ክቐትሉኒ? እናበለት ትዛረብ። ብዙሕ ከይጸንሐ ሓደ ናይ ገጽ መሸፈኒ ማስክ ዝገበረ ናብቲ እንዳ ቁንጅና ሳሎን ብምእታው ቫለርያ ምዃና ሓታ። ንሳ እውን እወ ብምባል ቫለርያ ምዃና ተረጋግጸሉ። ድሕሪኡ ነቲ ዝሓዞ መጻወቲ ባምቡላን ቡንን ይህባ ቫለርያ እውን ነቲ ዝመጻላ ህያብ ብፍሽኽታ ተቐቢላ ነታ ባምቡላ ሒዛታ ከላ ግን ድሕሪ ዝተወሰኑ ካልኢታት እቶም ተዓዘብቲ ኣብ ከብዳን ርእሳን ክልተ ግዜ ክትውቃዕ ከላ ረኣይዋ ናብቲ ኣብ ጥቓኣ ዝነበረ ጣውላ ወደቐት እቲ ናይ ቀጥታ መደብ ተቋረጸ ሓደ ሰብ እቶም ደገፍቲ ቪቪያ ኢሎም ዝገመትዎ እታ ክትጸንሕ ዝሓተተት ጓል ማለት እዩ ነቲ ቴሌፎን ኣልዒላ ምስ ኣጥፍኣቶ እዩ ኣብ መወዳእታ ድማ ገጻ ንቕጽበት ተራእዩ እዚ ምስሊ እዚ ብሃንደበት ኣብ ሙሉእ ኢንተርነት ተዘርጊሑ ኣሎ። ሰባት ድማ ቪቭያን መሓዝኣን ከም ዘጻወዳላ ሓሳባቶም ክህቡ ጀመሩ። ነቲ ቫሌርያ ክትጸንሕ ነቲ ህያብ ክትጽበን ብተደጋጋሚ ትሓታ ከም ዝነበረት እናጠቐሱ ናይ ቀደም ዝነበሩ ቪድዮታት ከውጽኡ ጀመሩ። እዘን ክልተ መሓዝት ቅድሚ ሞታ ይበኣሳ ከም ዝነበራ ዘርእዩ። ኣብዚ ቪቭያን ቅድሚ ክልተ ወርሒ ዝለጠፈቶ ናይ ቲክቶክ ቪድዮ ክንደይ ጽቡቓት ኢና! ቅድሚ ቁሩብ ኣዋርሕ ክሳብ ብሞት ንደላለ ዝነበርና ኣይንመስልንና ዝብል ጽሑፍ ነይርዎ። በዚ ኩሉ ምኽንያት ቪቭያን ነዞም ክስታት ብመንገዲ ቲክቶክን ኢንስታግራምን ክትምልስ ተገዲዳ ኣላ። ዝኾነ ተሳትፎ ከም ዘይብላ ድማ ብትሪ ነጺጋቶ። ናይ ቀረባ መሓዙት ከም ዝነበራ ድማ ገሊጻ። እዞም ህያባት ድማ ልሙድ ክፋል ናይ ምሕዝነትና ከም ዝነበረ፣ መብዛሕትኡ ግዜ ኣብ ሳሎና ህያባት ትቕበል ከም ዝነበረት ድማ እዚ ልሙድ ነገር ከም ዝኾነ ገሊጻ ኣብ ናይ ቀጥታ መደብ ኣብ መወዳእታ ዝተረኣየት ሰብ እቶም ደገፍታ ቪቪያን እያ ኢሎም ዝጠርጠርዋ ንሳ ከም ዘይኮነት ኤሪካ ዝስማ ሰራሕተኛ ምዃና ድማ ኣብ ማሕበራዊ ሜድያ ገሊጻ እቲ ማስክ ዝገበረ ሰብ እውን ብቁልጡፍ ናብ ደገ ብምውፃእ ብሞተር ደው ኢሉ ናብ ዝፅበዮ ዝነበረ ሰብ ብምኻድ ካብቲ ቦታ ይስወሩ ብኣሽሓት ዝቑፀሩ ሰባት ብቐጥታ እናረኣይዋ እታ ጓል 23 ዓመት በሃሌል እያ ተቐቲላ። ኣብቲ ናይ ቁንጅና ሳሎን ተቖፂራ ትሰርሕ ዝነበረት ኤሪካ ብቕልጡፍ ብምምፃእ ናብ ናይ ቫሌርያ ቴሌፎን ከይዳ ነቲ ቀጥታዊ ፈነወ ተቋርፁ። በቲ እዋን እቲ ብቐጥታ ዝከታተልዋ ዝነበሩ ሰዓብታ ሓሳቦም ናብ ክልተ ተኸፊሉ ነይሩ። ገሊኦም እዚ ነገር እዚ ምእማኑ ስለ ዝኸበዶም ኣይ ፕራንክ እዩ ዝኸውን ኢሎም፣ ገሊኦም ድማ ቀጥታ ናብ ፖሊስ ክድውሉ ይፍትኑ ነይሮም። ቅድሚ ምቕታላ ዓሰርተ ሓሙሽተ ደቓይቕ ኣቐዲማ ምናልባሽ ክቐትሉኒ ድዮም ሓሲቦም ብምባል ስግኣታ ብቐጥታ ትዛረብ ስለ ዝነበረት፣ እዛ ሰብ ከምቲ ዝበለቶ ካብ ፍርሓ ኣይወጸትን፣ ተቐቲላ። ፖሊስ ኣብቲ ቦታ ምስ በጽሐ ርእሳን ኣፍልባን ብጥይት ተወቒዓ ከም ዝሞተት ኣረጋጊጹ። ኣብቲ ቦታቲ ዝነበረ ካሜራ ብምርኣይ ዝተፈላለዩ መሰኻኽር ብምዝራብን መርመራ ከካይድ ጀሚሩ። እዚ ንዓለም ዘዛረበ ፍጻሜ ብዛዕባ እቲ ቀታሊ ዝተፈላለየ ግምት ካብ ዝተፈላለየ ቦታታት ይስማዕ። እቲ ቀዳማይ ኣቓልቦ ዝሰሓበ ጉዳይ ናይ ቫለርያ ሰራሕተኛ ዝነበረት ናይ ኤሪካ ጉዳይ እዩ። ኤሪካ ቫለርያ ክትቅተል ከላ ኣብቲ ቦታ ኣብቲ ሰዓት እቲ ዝነበረት ሰራሕተኛ ከም ዝኾነት ዝእመኑሉ ክኸውን ከሎ ቫለርያ ምስ ተቐትለት ብዙሕ ከይጸንሐት ናይ ቫለርያ ቴሌፎን ብምልዓል ነቲ ቀጥታዊ ፈነወ ኣቋሪጻቱ። ኣብ ከምዚ ዝኣመሰለ ኩነታት ሓለቕኡ ኣብ ቅድሚኡ ኣብ ዝተቐትለሉ ናይቲ ሰብ ቀዳማይ ተግባሩ ከመይ ገይሩ እዚ ክኸውን ይኽእል ብምባል ኣብ ብዙሓት ዓቢ ጥርጣረ ፈጢሩ። ነዚ ጥርጣረ እዚ ዝያዳ ዘትረሮ ድማ ፋብያን ፓሶ ዝተባህለ ሰብ ዝረኸቦ ሓበሬታ እዩ ነይሩ። ማፍያ ቲቪ ዝተባህለ ናይ ዩትዩብ ቻነል ወናኒ ዝኾነ ፋብያን ፓሶስ ሓንቲ ነቲ ዝተፈጥረ ኩሉ ነገር ርኤ እትብል ሰበይቲ ኣብ መደቡ ብድምፂ ኣቕርባ። እታ ሰበይቲ እውን ነቲ ዝነበረ ነገር ከተብርህ ከላ ኣነ ካብ ናይ ቫሌርያ ትካል ፊት ንፊት ኣብ ደገ ደው ኢለ ነይረ። ሓደ መልእኽተኛ ናብኣ ቀሪቡ ቫሌርያ ምዃና ይሓታ። ንሳ እውን ብኣውንታ ንሳ ምዃና ምስ ነገረቶ ነቲ ዘምጽኣላ መልእኽቲ ይህባ። እንተኾነ ግን ብዙሕ ከይጸንሐ ካብ ውሽጢ ዝነበረት ናይ ቫሌርያ ሰራሕተኛ ኤሪካ ነታ ዝሓብኣታ ሽጉጥ ብምውፃእ ኣብ ልዕሊ ሓለቓኣ ክትኩስ ከላ ርእየያየ ብምባል ምስክርነታ ነቲ ቻነል ትህብ ቀፂላ እውን እቲ መልእኽቲ ዘብፅሐ ሰብ ሃዲሙ እምበር ናይ ቫለርያ ቀታሊ ኤሪካያ ኢላ ደምዲማ ነዚ ሓበሬታ እዚ ፖሊስ እንተዘይተቐበሎን እንተዘይነፀጎን እኳ ናይ ኤሪካ ጠበቓ ግን እዚ ኣብ ልዕሊ ዓሚለይ ዝተኸፍተ ናይ ማሕበራዊ ሜድያ ወፍሪ እዩ ብምባል ነቲ ጥርጣረ ካብ ሓቂ ዝረሓቐ ሓሶት እዩ ክብል ገሊጹ። ፖሊስ ብወግዒ ንኤሪካ ተጠርጣሪት እያ እኳ እንተዘይበለ ኣብቲ ቦታ ዝነበረት ሰብ ብምዃና ኣብ ብዙሓት ጥርጣረ ክትረአ ኣገዲድዎም እዩ። እቲ ካልኣይ ብዓይኒ ጥርጣረ ዝረአ ሰብ ሪካርዶ ሩዊዝ ቬላስኮ ወይ ኤል ትሪፓ እናተባህለ ዝጽዋዕ ኣፍቃሪኣ ነበር ንቫሌርያ እዩ። ሪካርዶ ሲጄኤንጂ ኣብ ዝተባህለ ናይ ዓመጽቲ ጉጅለ ኣባል ከም ዝዀነ ዝእመነሉ ክኸውን ከሎ፣ ምስ ቫሌርያ'ውን ንኣዋርሕ ዝጸንሐ ናይ ፍቕሪ ዝምድና ከም ዝነበሮም ይንገር። ብልክዕ ዝተረጋገጸ ናይ ቀደም ኣፍቃሪኣ ነዚ ነገር እዚ ክፍጽምዎ ዘኽእል መርትዖታት እንተ ዘይቀረብዎ፣ ምናልባሽ ኣብቲ ዝነበሮም ዝምድና እዋን ብዝተፈጥረ ናይ ውልቂ ባእሲ ተደሪኹ ክፍጽሞ ይኽእል እዩ ብምባል ብጥርጣረ ይርአ። ካብ ትጽቢት ብዙሓት ወጻኢ ዓለም እናርኣየታ ህይወታ ዝሰኣነት ናይታ ጓል 23 ዓመት መንእሰይ ናይ ቫለርያ ቀታሊ ንምፍላጥ ፖሊስ ንስድርኣ፣ ንሰራሕተኛታት ከምኡውን ምስኣ ምትእስሳር ክህልዎም ይኽእል እዩ ንዝበሉ ልዕሊ ዒስራ ሰባት ሕቶታት ሓቲቱ ናይ ዳህነት ካሜራ እውን ብምርኣይ በቲ እዋን እቲ ኣብቲ ከባቢ ዝነበረ ምንቅስቓስ ብምዕዛብ ከምኡውን ናይ ቫሌርያ ውልቃዊ ማሕበራዊ ሜድያ ብምርኣይ እንታይ ዓይነት ኩነታት ከም ዝነበረ ንምፅራይ ፈተነታት ከካይድ ጸኒሑ። እንተኾነ ግን ክሳብ ሕጂ ብግልጽን ብወግዕን ተጠርጣሪ እዩ ተባሂሉ ናብ ቤት ፍርዲ ዝቐረበ ሰብ እንተዘየለውን ንኤሪካ ሓዊሱ ኣብ ልዕሊ ዝተፈላለዩ ሰባት መርመራ ከፊቱ ኣብ መስርሕ ምጽራይ ይርከብ። ኣብ ሃገረ ሜክሲኮ ጾታዊ መሰረት ዝገበረ መጥቃዕቲ ምስማዕ ሓድሽ ኣይኮነን። እቲ ኣብ ቀረባ እዋን ዝወጸ መጽናዕቲ ብገምጋም ዓሰርተ ደቂ ኣንስትዮ ኣብ ውሽጢ ሓደ መዓልቲ ቅትለት ከም ዝፍጸምን ይግለጽ። ነዚ ዘሰንብድ ቁጽሪ እዚ ኣብታ ሃገር ጓል ኣንስተይቲ ኮንካ ምፍጣር ጥራይ ክሳብ ክንደይ ስግኣት ምዃኑ ብንጹር ዘርኢ እዩ። ኣብዚ ቀረባ እዋን ኣብ ልዕሊ ቫሌርያ ማርኬዝ ዝተፈጸመ ቅትለት ንሓቅነት እዚ መጽናዕቲ እዚ ዝድግፍ ኮይኑ፣ ንኣቀታትላ እዛ መንእሰይ ፍሉይ ዝገብሮ ግን ኣሽሓት ሰባት ብቐጥታ እናረኣይዎ ኣብ ቲክቶክ ቀጥታዊ ፈነወ ላይቭ ስትሪም ምቕታላይ ንሎሚ ዘዳለኽዎ ቪድዮ ነዚ ይመስል ነይሩ እስከ ንስኻትኩም ኣብ ዛንታ እንታይ ርእይቶ ኣለኩም? እዚ ቪድዮ እንተ ደኣ ፈቲኹሞ ላይክ፣ ነዚ ቻነል ሓደሽቲ ዝኾንኩም ሰብስክራይብ ብምግባር ቤተሰብ ናይዚ ቻነል ንክትኮኑ ብትሕትና እናሓተትኩ ንኻልእ ሓድሽ ዛንታ ክሳብ ንራኸብ ሰላም ወሰናይ